ሰላም ሰላም ክብራት ቤተሰብ ከመይ ኣለኹም ደሕና ዲኹም? ኣነ እግዚኣብሔር ኣምላኽ ይመስገን ሰላም እየ ፅቡቕ ኣለኹ ከምዚ ኣነ ሰላም ዘለኹዎ ሰላም ክትህልዉለይ እና ኹሉ ግዘ ትምኒተይ እዩ። እሺ እምበኣር ሎማዓንቲ ብሓፂር ቪድዮ ሒዘልኩም መፂኣ ኣለኹ። እሱ ድማ እንታይ እዩ እንተድኣ ኢልኩምኒ ከምዚ ኣብ እስክሪን ፎቶ ትሪእዎ ዘለኹም ማለት እዩ ግን ቅድሚያ ፕሊስ ላይክ ኤንድ ሳብስክራይብ ግበሩ። ላይክ ግበሩ ሳብስክራይብ ድማ ግበሩ ፕሊስ ኣስተያየት ተለኩም ዉን ክትጽሕፉልና ትኽእሉ ኢኹም ስለዚ ክብራት ኣሕዋት ላይክ እናገበርኩም ነዛ ቪድዮ ጀምርዋ ክብለኩም ይፈቲ ካብኡ ቅጽል ኣቢለ ድማ ናብዛ ዘምጸአትኒ ቪድዮ ክኣቲ እየ። ምሳይ ጽንሑ ጀሚረ ክስካብ ዝውድእ ምሳይ ክትጸንሑ ብትሕትና ይላቦ ጋይስ ሌስጎ። ሎማዓንቲ ዝገርም ዜና እየ ሰሚዐ ዝገርም እየ ሒዘልኩም መጺኤ ዘለኹ ማለት እዩ። እንታይ እሺ ተልኣልኩምኒ ድማ ኣዶናይ ሎማዓንቲ ምስታ ዝፈትዋ ዘድንቃ ኣዲኡ ኣዶ ማለት ብርሃን ገዛያ ኣዶ ማለት ውህበት ኣምላኽ እያ። ኣዶ ማለት ንዓለም ሓንቲ ንኣኻ ዓለምካ እናበሉ ብዙሓት ምሁራን ዝስይምዋ ኣበሃህላ እውን እዩ እና ኣዶኻ ማለት ኣዶኻ ኣይ ዶንት ኖው መግለፂ የብለይን ብዝኾነ እታ ዝፈትዋን ዘድንቓን ኣዲኡ ሒዙ ናብ እስራኤል ከይዱ ማለት እዩ። ንእስራኤል ክጉብንያ ከይዱ። እንዴት ኣይ ኖ ብጣዕሚ ብጣዕሚ እየ ቀኒኤ ጋይስ ናይ ብሓቂ እምሽ ኣሎ ኣነስ ይምነ ምሽ ይምነ ዝኾነ ነገር ከምዚኣ ተዝገብር ገለ ኢለ ይምነ እዩ ብዙሕ ሰብ ዩ ኖው ኣነ ግን እታ ዝምነያ ካብ ልበይ ሓንቲ እንተ ድኣ ሃልያ እስራኤል ከም ረኣኹዋ ዝብል ሕልምታት ኣለኒ ሕልምታተይ መኣዝ እዩ ክሰምር መኣዝ እዩ ክኸውን ኣምላኽ ክገድፎ እየ ፈጣሪ ይፈልጥ እምበር መቸም ብዙሕ ኢኻ ትሓልም ብዙሕ ኢኻ ትምነ እቲ ዝተመነኻ ሰብ ገይርዎ ክትርኢ እንከለኻ ግን ኡፍ። ገንዘብ ካለ በሰማይ መንገድ ኣለ ኢሎም ኣምሓራ እኮ ከምዚ ተረኪቡ እዩ ኣይ ኤንወይ እና ብጣዕሚ እዩ ደስ ኢሉኒ እቲ ናተይ ሕልምታት ከምዚ ናተይ ሕልምታት ኣዶናይ ምህላው ምኽዓት ዝፈትዋ ኣዲኡ ሒዙ ናብ እስራኤል ከይዱ እቲ እየሩሳሌም ክጉብኒ ናይ ጎይታ ቀራንዮ ክርኢ ናይ ማርያም መግደላዊት ክርኢ ወዘተ ብዙሕ ነገራት ተኣምራዊ ቅርስታት ናይ ቅዱሳን ኣቦታትና ናይ ጎይታ ኣለም ኢየሱስ ክርስቶስ ናይቲ ኣቦ ሰማይን ምድርን ዝኾነ ዝተሰቐለላ ቦታ ክርኢ ምኻዱ ኣይኖ ኣይኖ ሞር እየ ተሓጒሰ ጋይስ ሞር ብጣዕሚ እየ ተሓጒሰ። ብጣዕሚ እዩ ደስ ኢልኒ ዘይተሓጎስኩ ኣይኮንኩን ስለዚ ሓሳብ ልብኻ እንቋዕ ሰመረልካ ዶ ናይ ሓወይ ከምዚ ናትካ ትምኒት ከምዚ ናትካ ሕልምታተይ ክሰምረለይ ፈጣሪ ንመን ኢልዎ ኣነ እውን ከምዚ ናትካ ከይደ ርእየ ገለ መለ ክርእሲ ትምኒት ኣለኒ ፈጣሪ ንመን ኢልዎ ከዓ ከሳኽዐለይ ይኸውን ሓደ መዓልቲ። ብዝኾነ እንኳዕ ደስ በለኩም እንኳዕ ብሰላም ኣተኹም። ኣነ እንታይ እየ ክብል ደልየ ከዓ ተወሳኺ እዙይ ገለ ገለ ሰብ እዙይ ንእስራኤል ክይዱ ኣዶናይ ተኸልኪሉ ብሹም ምኽንያት ገንፂሎምዎ መሊሶምዎ ዋት ኤቨር ብዙሕ ብዙሕ ክብል ቀንዩ ሰብ ኣቱም ሰብ ከይረኣኹም ኣይትሓስዉ ዋይ ከይረኣኹም ኣይትዛረቡ እንዴ እንታይ ኾይኑ ኣትዩስ ምስ ዘዲኡ ከማን ከይዱስ እቲ ዝደለዮ ነገራት ይርኢ ኣሎ። ዕድመን ገንዘብ እና በተለይ ኣብ ኣምሓሩ እዚ ብሽሙ ምኽንያት ተመሊሱ ብሽሙ ምኽንያት ኣይተቐበሎን ብሽሙ ምኽንያት ከምዚ ኮይኑ ብሽሙ ምኽንያት ከምዚ ኮይኑ ዋት ኤቨር ገለ መለ ገለ ገለ ገለ ወዘተ ተረፈ ሓሶት እዩ። ኔቨር ሓሶት እዩ። እምበር ከይዱስ ደስ ዝብል እንጆይ ይገብር ኣሎ በቃ እንጆይ ይገብር ኣሎ ኣቶም ጋይሰቱ ዓዲ እንበዓል ንሕና ኣይ ኣብ ስደት ኮይና ከዓሲ ኣይ ሕልምታት ኣሳኺዕና ኣይቲ ንደልዮ ረኺብና ኣይ ዋላቲ ካልእ ቦን ግደፈና እንግደፎ ዋላ እቲ እንጆይሲ ኣብቲ በረኻ ምስ ተነጻልና ዓድና እንተ ነሕልፎሲ ኣበይ እሞ ኣበይ እሞ ናይ በሓቂ ለምስ ሞር እዩ ተሰሚዑኒ ጋይዝ ሞር ማለት እዩ ኣበይ እሞ ከምዚ በተለይ ቀላቕል ትወርድ ከለኻሲ ንፋስ በቲ ኣሎ በቲ ንፋስ ኣሎ በቲ ዝተወሰነ ማይ ጭራዕራዕ ዝብል ኣሎ በቲ በለስ ኣሎ በቲ ቆፅሊ ኣሎ በቲ ፅሕዲ ኣሎ በቲ ባህር ዛፍ ኣሎ ወዘተ ደስ ይብለካ በቃ ስነ ኣእምሮኣዊ መንፈስካ ይሕደስ። እንበዓል ንሕና ግን ኣብዚ ወጺእና ናብ ክሽኔ ኣቲና ናብ ክላስ ወጺእና ናብ ካንሸሎ ወጺእና ኣቲና ወጺእና ናብ ካንሸሎ ኣቲና ናብ ሽንቲ ቤት በቃ ሂወት ከምኡ እያ ከምኡ እናበልና ከዓ ሂወት ነሕልፎ ኣለና እና ብጣዕሚ እዩ ዘቅንኣካ ናይ ብሓቂ ሞር እዩ ቀኒኤ ክብል እየ ደልየ። ኣይኮነን እቲ ፍሉጥ ህቡብ ቲክቶከር ቀዳማይ ደረጃ ሒዙ ዘሎ ንፉዕ ሓውና ካልኦት ድማ ይኸድዎ እዮም ክብል ስለ ዝደለኹ እየ እና ምስ ኣዶናይ ክመዓራረ ካልእ ካልእ ደልየ ኣይኮንኩን ጋይስ እቲ ናቱ ትምኒታት እሞ ኸዓ እቲ ኣነ ኸዓ ብኣምር ንበዓል ንሕና ኸዓ ኣብ ገዛ ተዓፂና ንምነዮ ክንርኢ ከለና ግን ከም ሰብ ኣነስ ታይ እየ ኮይነ ኣነስ መኣዝ እዩ ክሰምረለይ ገለ ኢልካ ግን ትሓልም ኢኻ ትሓስብ ኢኻ። ኣብ ሕልሚ ኢና ንነብር ጋህዲ ኣይገበርናዮን ሕልምታትና በቃ ጋህድስ ኣይገበርናዮን ሰሚሩ ሪኢና ብዓይንና ዳህሲስና ሲ ኣይበልናዮን እና ብኸምይ እየ ክዛረብ ደልየ ጋይስ ካብኡ ቅጽል ኣቢለ ክብሎ ደልየ ዘለኹ ኸዓ ማለት እዩ ኣዶናይ ነታ ሞር ዘፍቅራ ዝፈትዋ ዝሓልየላ ዝግደሰላ ገለመለ ጃኒ ሞር ይፈትዋ እዩ የፍቅራ እዩ ድማ ብጣዕሚ እዩ ዘፍቅራ ንኣኣ ገዲፉ ነዲኡ ሒዙ ምኻዱ ዘለዎ ክብሪ ማለት እዩ ክብሪ ንዓኣ እኮ ዘየፍቅራ ወይ ዘይፈትዋ ወይ ቦታን ግዘን ደይብ ኣይኮነን እቲ ክረኣን እቲ ክውሰድ ዘለዎን እቲ ክትበጽሖ ዘለካ ምስ መን ኣበይ መኣዝ ዝብል ኩነታት ነዲኡ ዘለዎ ክብሪ። ነዲኡ ዘለዎ ድሌታት ኣበይ ኣበይ ክትበጽሕ ከም ዘለዋ እንታይ እንታይ ክትርኢ ከም ዘለዋ ብኸመይ ኢንጆይ ክትገብር ከም ዘለዋ ፈሊጡ ምኻዱ ብጣዕሚ በሊሕ መንእሰይ እዩ ክብል እየ ደልየ። ንሰበይትኻ ግልል ነዲኻ ከምዚ ግበር ኣይኮንኩን ኣነ ዝብል ዘለኹ ኣብ ኣካይዳስ ማዕረ ከምቲ ሕጂ ኣዲኡስ ክንዲ ሰበይተይ ኣይኮነትን ብዕድመ ዉን ንእሽተን ዕብይ ዝበለት እያ። ንኩሉ ነገራት ግን ከርእያስ ግድን እዩ ንኣኣውን ደስ ይብላ ምርቃ ወላዲ ኸዓ ሓሳብ ልብኻ እዩ ደስ ዝብል ስለዚ ኩሉኹም ኣቱም ወለድኹም ብሂወት ዘለዉኹም እንጆይ ግበርዎም ውሰድዎም ኣዘናግዕዎም ንፋስ ኣውቅዕዎም ጋብዝዎም ኣብ ገዛ ዕፅው ኮይንካ ጋብዝዎም ይበሃል ኤኒወይስ ደሓን ግን ክሓልፍ ክወግሕ ይኸውን እዩ። ንኹላህና ናብ ከምዚ ንፋስ ደውቅዕ ቦታ የብቀዐና ይመልሰና ዓድና ክብራት ኣሕዋተይ ስለዚ ብጣዕሚ ደስ ኢሉኒ ኣቱም ኣዶናይ ከምዚ ኮይኑ ተመሊሱ ገለ መለ ኮይኑ ከምዚ ተኾይኑ ተመሊሱ ዶ ተገንጺሉ ዶ ተቢሉ ዶ እትብሉ ጌጋ። ኒበር ኣይተመለሰን ሱስ ዓለሙ ይርእ ኣሎ ኤሜሪካ በጺሑ ምሽ ተመሊሱ ኤሜሪካ ንእስራኤል እንታይ ኣፈላልያ ኣሎ ተገማ ብሹሙ ኸምዙይ ኮይኑት ብሉሱይ ብሹሙ እንታይ ዘተሓሕዛ ኣለዉ ኣዶናይኮ ናይ ጐይታ እግዚኣብሔር ሹሙ እዩ ዋላ ሓንቲ እንትን ዘብል ነገር የብሉን ግን ክንደይ ሰባት ኣለና ነቲ ሓሳብሲ ከም ዘይቁብል ጌርና ንወስዶ። ከምኡ ኮይና ከምኡ ግን ኣይንኹን ክብል ይፈቲ ክቡራት ኣጋይሽ ወይ ከዓ ክቡራት ኣሕዋት ስለ ዝነበረና ፃንሒት ብጣዕሚ ብጣዕሚ እየ ዘመስግን ኣብ ቪድዮ ናብዚኣ ክዛዝማ እየ ብኻሊእ ቪድዮ ክስካብ እንምለሰኩም ሰናይ ቅንያት ቅድሚያ ላይክ ሸር ሳብስክራይብ እናገበርኩም ፕሊስ ጋይስ ቤተሰብ ኩኑ ቤተሰብ ኩኑ። ሕቶ ኣለና ትብሉ እንተድኣ ኮንኩም እውን ኣብ ታሕቲ ኣብ ኮመንት ኣብ ኮመንቲ ክትጽሕፉልና ትኽእሉ ኢኹም ኣብ ኮመንቲ ኣቐምጡልና ንሕና ድማ ኩሉ ግዜ ክንሪኦ ኢና እና ሰናይ